ታሪኽን ባህልን ስነ ጥበብን ወግዕን ልምድን ሕብረተሰብ ህዝቢ ኤርትራ ንሐድሶ ክቡራትን ክቡራንን ተኸታተልቲ መደብና ጥዕና ሃበልና ደሓን ደቐኒኹም እናበልና ምዉቕ ሃገራዊ ናፍቖት ዝሓቖፈ ሰላምታ ከነቐርበልኩም ባህ ይብለና ሰላም ሰላም ንዓኻትኩም ይኹን ሎሚ ሸሞንተ ጁላይ ክልተ ሽሕን ዓሰርተ ሸውዓተን ዓመተ ምህረት ፈረንጂ ብናይ ሎንዶን ኦንታርዮ ካናዳ ኣቆጻጽራ ሰዓት ሰዓት ሸውዓተን ሰለስተ ደቂቕን ናይ ንግሆ እዩ ናይ ሎሚ መደብ ኣሰናዳእን

ክቡራትን ክቡራንን ተኸታተልቲ መደብና ሓፂር ዜና ናይ ማሕበረሰብ ካናዳ ኤርትራውያን ዝሓለፈ ጁላይ ሓደ ጁላይ ክልተ እ፣ 2017 ዓ ም ኣብ ሎንዶን ኣብ ካናዳ ከተማ ቶሮንቶ ዓብዪ ፌስቲቫል ተገይሩ እዚ ፈስቲቫል እዚ ካብ ሰዓት ክልተ ድሕሪ ቐትሪ ክሳብ ሰዓት ሸውዓተ ድሕሪ ቐትሪ ኣዝዩ ልዙብን ሰላምን ዝዓሰሎ ምርድዳእ እንካን ሃባን ብፕሮጀክትታት ዝሓልፍ ዝነበረ ኣርእስትታት ኣብ መኣዲ ዘተ ኣብ ከቢብ ጠረጴዛ ኮፍ ኢሎም እሂን ምሂን ብምባል ብዛዕባ ማሕበራዊ ህይወትናን ሃገራዊ መንነትናን ፖለቲካውን ሃገርናን ብፍላይ ከኣ ንመንእሰያት ናብ ስደት ዝውሕዙ ዘለዉ ኣብ ዘዝኣተዎ ሃገር ሰላም ዝረኽብሉ ፍትሕን ዕርቅን ሓድነትን ዘጠቓለለ ዘተ ተገይሩ። እዚ ፈስቲቫል እዚ ካብ ዝተፈላለያ ከተማታት ካናዳን ካብ ሕቡራት ኣሜሪካን ዝተኣከቡ ኤርትራውያን ልክዕ ሰዓት ሸውዓተ እቲ ህን ምህን ዘተ ምስ ተወደአ ልክዕ ሰዓት ሸዓተ ባህላዊ ፀወታ ወጋሕ ትበለይቲ ተጀሚሩ እዚ ጸወታ እቶም ኣዝዮም መሳጢን ማራኽን ዝኾነ ሙዚቃታት ክጻወቱ ዝሓደሩ ርእሶም ተስፈሚካኤል፣ ኪቦርድ፣ ቴድሮስ ብርሃነ፣ ቤዝ ኪታር፣ ዮሃንስ ትካቦ፣ ደራፋይ ሙዚቀኛ፣ ዓብዱ መሓመድ፣ ደራፋይ፣ ዓረብ ሻሆ ትግረ መሓመድ ኣልበጠሊ ደራፋይ ኪታር ሓድነት ኢንተርትመንት ትብል ባንድ ኮይኖም ክኣትዉ ከለዉ እቶም ካልኦት ከኣ ካልኣይ ግሩፕ ሌላ ባንድ ብዝብል መንግስትኣብ ሓጎስ ተስፋ ማርያም ነጋሽ መድሃኔ ተስፋ ሚካኤል ብኣሳናዳእን ኣቕራብን ሬድዮ ኣሰርና እናተቐርሑ ብይትባረኽ ገብረትንሳኤ መራሕ መደብ ናብ ዓውደ ትያትር ደየቡ እሞ ፍዮሪ ዕምባባታት ዝኾና መንእሰያት ኤርትራ ኣዝየን ንመርኣየን ባህ ዝብላ ኸኣ ሕቕፎ ዕምባባታት ሒዘን ሓሓደ ንኹሎም ኣበርከታሎም ኣብዚ ግዜ እዚ ይትባረክ ገብረትንሳኤ ብሕሉፍ ናይ ስሳታትን ናይ ሰብዓታትን ወለዶ ሕጂ ከኣ ተረከብቲ ሕድሪ ተረከብቲ ናጽነት ነዚ ሓድሽ ወለዶ ባህሎምን ታሪኾምን ክዕቅቡ እቲ ሓላፍነት ናይ ኣቦታቶምን ናይ ኣያታቶምን ወሪሶም ዳግም ታሪኽ ዳግም ጅግንነት ክሰርሑ ስፍሕ ዝበለ መሳጢ ናይ ስነ ጥበብ ቃላት ብይትባረኽ ገብረትንሳኤ ተሰሪዖም ተኽ ኢሎም ዕምባባታት ሓቚፎም ከለዉ ካብ ማእከል ንወዲ ትካቦ ንዮሃንስ ትካቦ ምዝሕቕ ኣቢሉ ብምውጻእ ወዲ ትካቦ ወዲ እታ ኣደ ጥበብ ሃገርና ዝኾነት ማሕበር ትያትር ኣስመራ ክትምስረት ሓሳብ ዘቕረበ ነዛ ትሰምዕዋ ዘለኹም ድሕሪ ባይታ ሙዚቃ ንብዓት ፍቕሪ ዝደረፈ ኣዝዩ ህቡብ ዓቢ ሃገራዊ መምህር ብኣካል እኳ እንተሓለፈ ብመንፈስን ብስጋን ስለ ምሳና ዝነብር ብኣካል እውን እንተኾነ ውላድ ስጋ ወሊዱ ከምኡ'ውን ዓቢ ደራፋይ ብምቕራቡ ንዮሃንስ ትካቦ ብስም ኩሎም ስነ-ጥበባውያንን ተኣልዩ ተኣኪቡ ዝነበረ ህዝቢ ግንባሩ ሰዓምክዎ። እምበኣር ኣስዕብ ኣቢሉ እታ መደብ ክኸፍት ከሎ ኤሬ ኤሬ ንሓድና ንሓድነትና ሸጥ መዓንጣና ብዝብል ዜማ ኣዝዩ ማራኺ ብዝኾነ ኣቕረበ። እምበኣር ምሉእ ለይቲ እቲ ብፖለቲካውን ብማሕበራውን ብሃገራውን መንነትና ህዝቢ ኤርትራ ወሪድዎ ዘሎ ኩኔታት ብሰፊሑ ዘተ ተገይርሉ ሓሳባት ምስ ተዋሃለለ ምሉእ ለይቲ ከኣ በቲ መሳጢ ዝኾነ ጻውዒት ብመራሕ መደብ ዝቐረቦም ኩሎም ስነ-ጥበባውያን ስምዒታትን ድሌታትን ህዝቢ ከንጸባርቑ ሓቢሮም ከኣ መድረኻዊ ምርኢት ከቕርቡ ሓሳብ ቀረበ። እምበኣርከስ ክቡራትን ክቡራንን ናብቲ ሻድሻይ ክፋል ናይ ሓምሳ ዓመት ተመክሮ ስነ ጥበብ ኤርትራ ታሪኽ ምስ ሬድዮ ኤሬና ምስ ዮናታን ሃብተን ዝገበሮ ይትባረኽ ገብረትንሳኤ ሓቢርና ንከታተል የቀንየለይ ኣሳናድኣን ኣቅራብን ሓውኹም ይትባረክ ገብረ ትንሳኤ
ሬድዮ ኤረና ሬድዮ ኤረና መዓልታዊ ብኣቈጻጽራ ኤርትራ ካብ ሰዓት 12 ድሕሪ ቀትሪ ጀሚሩ ኣብ ናይል ሳት 11678 ሜጋ ሀርዝ ኣብ ፖላራይዜሽን ቨርቲካል ከምኡውን ኣብ ሓጺር ማዕበል ብ ዕስራን ሓሙሽተን ሜተር ባንድ ይፍኖ። ሬድዮ ኤረና ካብ ከተማ ፓሪስ ዝመሓላለፍ ብኤርትራውያን ጋዜጠኛታት ዝዳሎ ናጻ ሬድዮ እዩ።
ኣቦከር ሽኬ ኣረንጅመንት ዝገበረላ እንኮ ብቫዮሊን ዝተጸወተት ደርፊ ናይ ኣልኣሚን ዓብደለጢፍ ኣዝየ የፍቅራ። ኣብ ዘቕረብኩዋ ናብ ህዝቢ ደርፊ ውን ጎደሎ ሰለስተ ግዜ ቢስ ከይተባህለት ኣይትተርፍን እያ። እታ ብቢስ ምባል ካብተን ሬከርድ ዝሰብራ ደርፍታት ሓንቲ'ያ። ዓቕሉ ምስ ጸበቦ መንእሰይ ካብ ሰብ ርሒቑ ካብ ዝኾነ ይኹን ጠፊኡ ኣብ ገዝኡ ምስ ኣተወ ኣብ ዓራቱ ክድቅስ ከሎ ዝዛረባ'ዩ። እንታይ ይብል? እዚኣ ናይ ዝሕልቲ ደርፊ'ያ። ክዳነይ ዓራተይ ትርኣሰይ ተዛረብ ወትሩ ግዜ ብንብዓት የዒንተይ ከም ዝሕጸብ ካብ ሰብ ተሓቢኤ ናባኻ ከም ዝዕቆብ ውሕጅ ናይቲ ንብዓተይ ክትምልከት ወይ ክትዕዘብ ከዋኽብቲ ሰማይ መልእኽተይ ኣብጽሓላ ንዓኽን ክትዕዘብ ኣብ ጸላም ኮፍ ኢላ ስእለይ ተተርኢሳ ደኒና ትበክላ ብሕጊ ከይሙግት ቃለይ ተናዒቑ ጓሂ ኮይኑ ናብራይ ልበይ ተጨኒቑ ትብል ደርፊ ሰብ ንኸብዱ ጥራሕ ኣይኮነን ዝነብር ትብል ኣንታ ጉሂ ልበይ ሕጂ ዶ ይሕሸካ ኣጎል ኣጉል ስንፈላል ተሪፍካ ብኸ ደኣ ንባዕ ሎሚ ምሳይ ኮንካ ዝብል ህዝቢ ከረን ካብ ሓጎስ ንላዕሊ ብኽያት ኮይኑ እቲ ኣብ ጽምዋ ዓለም ዓለም ብብርሃኑ ጸልሚትዎ ኣብ ገዝኡ ተዳጉኑ ዝነብር ዝነበረ እዚ ጩራ ተስፋ ጩራ ናጽነት ኤርትራ ዘርኢ ሓድነት ናይ ህዝቢ ኤርትራ ደበስር ኪነ ጥበብ ኤርትራ ናበይ በጺሑ ቃልሲ ህዝቢ ኤርትራ ከኣ ናብቲ ዝለዓለ ደረጃ ንኽበጽሕ ክሓቛቑፈና ዝኸኣለ ታሪኻዊ ምርኢት ንሰለስተ መዓልቲ ክርሳዕ ዘይከኣል ከም ዓቢ በዓል ዝሓለፈ ኣብ ከረን ተሰሪሑ እቲ ሽም መውጽኢና ዘይኮነ እቲ ዕላማስ እቲ ዕላማና ኣብ ተግባር ብስራሕና ተራእዩ እዚ ታሪኽ ኣብ ከረን ዝተገብረ ኣብ ኣቑርደት ተደጊሙ ኣብ ኣቑርደት ዝተገብረ ታሪኽ ኣብ ተሰነይ ተደጊሙ፣ ኣብ ተሰነይ ዝተገብረ ታሪኽ ኣብ ሑመራ ተደጊሙ። ኣብ ሑመራ እንዳ ኣቶ ፍርተራሪ ዝበሃል መዓት ደቂ ኣስመራ ነጋዶን ሓረስቶትን ዝነበርዎ ምርኢት ዓቢ ምርኢት እናተኻየደ ከሎ ኮማንድስ ካብ ስምዒት ዝተላዕለ፣ እቲ ብካሴታት ናይ ቢራ ተሰሪሑ ዝነበረ ስቴጅ ኣብኡ ደይቦም ንላዕሊ ካብ ሓጎሶም ንመግለጺ ክትኩሱ ምስ ጀመሩ ኣብዚ ግዜ'ዚ ምስ ወልቃይት ባእሲ ይለዓል። እቲ ኣዳራሽ ይብጽበጽ፣ ፋሕ ብትን ይኸውን፣ ኣብ ደገ ብዙሕ ምትህራማት ይረኤ፣ ጦር ብምሉእ ሓይሎም ይወጹ። እዚ ናዕቢ'ዚ ናብ ዝለዓለ ጥርዚ በጺሑ ናብ ጸጥታ ናይ ኤርትራ ይበጽሕ። ጸጥታ ናይ ኤርትራ እንታይ'ዩ ጉዳዩ ኢሉ ይሓትት። እቶም ኩሎም ኣመሓደርቲ ናይ ኣቑርደት፣ ናይ ተሰነይ፣ ናይ ኡምነሓጀር፣ ናይ ከረን፣ ናይ ሑመራ፣ ናብ ናይ ኣስመራ፣ እዚኦም ንኢትዮጵያ ወኪሎም ዝኸዱ ዘለዉ ንኢትዮጵያ ከጸልሙ ደኣምበር ንኢትዮጵያ ዘማዕርጉ ኣይኮኑን ብኣንጻሩ ህዝቢ ኤርትራ ዘይነበሮ ስምዒት ከሕድሩን ከላዕሉን እዮም ወፊሮም ዘለዉ ይበሃል ብጸጥታ ይስንብድ እዚ ማሕበር እዚ ካበይ ዝመጸ ማሕበር እዩ ሰሜን ኢትዮጵያ ዝበሃል ይበሃል ንናይ ውጭ ጉዳይ ሚኒስትር እቲ ናይ ላሻ ፓሳር ናይ ፓስፖርት ዝተዋህበ ኣሳእል ክመጾም ምስ እስማቱ ኢንፎርሜሽን ይሓቱ ይመጾም እንተተረኣየ እዛ ኩላ ብላክሊስት ዝነበረት ኣብኡ ተመዝጊባ ትርከብ ሓዝዎም ጠፋእና ይበሃል እዚኦም ሽም ቀይሮም ንመንግስቲ ታሊሎም እዮም ወፊሮም ዘለው ይተሓዙ ይበሃል ንሕና ከይፈለጥና እቲ ናይ ሑመራ ባእሲ ከነህድመኩም ኢሎም ንተሰነይ የምፁና ኣብ ኣፍሪካ ሆቴል ዝተብሃለ ኢና ዓሪፍና ነይርና ኣብ ተሰነይ ኣብ ተሰነይ ንዓሰርተ ሸውዓተ መዓልቲ ንሕየር ከይፈለጥና ዝኣቱ የለ ዝወፅእ የለ። እዚ ንድሕነት ናትኩም ናይ ጸጥታ ተባሂሉ እዩ ተገይሩ ለካስ ንሕና ከይተፈለጥና ንተኣሲርና ኢና ነርና ኣብ ሆቴል ግን ፎረን ሚንስተር ናይ ሱዳን ተሓዊስዎ ስለ ዝነበረ ባዕሉ ን ኣስራተ ካሳ ፈቂድዎ ስለ ዝነበረ እቶም ሚንስተር ኢንፎርሜሽናት ከም ባዓል ኣቶ እጅጉ ከምሴ ናይ ሬድዮ ጣብያ ዳረክተር ዓቢ ተሰማዕነት ዘለዎም ኣብ ቅድሚ ባዓል ኣስራተ ካሳ ተካፊሎሞ ስለ ዝነበሩ እንተ ብጥቅሚ እንተ ብገለ ብዙሕ ነገር እዩ ነይሩ እቲ ጉዳይ ብናይ ኮንስል ምእላይን ኣብ ልዕሊኦም ክልተ ከልካይን ስዒድ ኣባጋዝን ዝበሃሉ ናይ መንግስቲ ሰራሕተኛታት እዮም ከም ኣንደርካቨር ኮይኖም ምሳና ንሱዳን ክጓዓዙ ይፍቀድ። ሱዳን ንኣቱ። ሱዳን ኣብቲ ናይ መጀመርያ ምርኢት ዝገበርናሉ ከሰላ፣ ዳርጋ ክንድኡ ህዝቢ ከብሰለ ከሰላት ተቐማጢ ኣሎ ዲኻ ኢኻ ትብል? ብኣንጻሩ እቲ ኣብ ሜዳ ከባቢ ናይ ከሰላ ዝነበረ ተጋዳላይ ብምሉኡ እዩ ኣትዩ ነይሩ። ኣብዚ ታሪኻዊ ምርኢት ይፍጸም ሰለስተ ወርሒ ንሱዳን ዑደት ንገብር ድሕሪ ሱዳን ሰለስተ ወርሒ ናብ ኣስመራ ንምለስ። እዚ ኣብ ሱዳን ዝተኻየደ ዑደት እዚ ዓቢ። ጠቕሚ ነይርዎ ምኽንያቱ ምስ መርሕነት ተጋድሎ ሓርነት ኤርትራ ሽዑ ኢና ንራኸብ ካካብ ዘለናዮ ሆቴል ብብሰለስተ ብብኣርባዕተ ወጺእና በብታክሲ እናተሳቐልና ኣብ ሓደ ኣዳራሽ ንእከብ እዚ ኣዳራሽ ተራእና ቤት ጽሕፈት ናይ ተጋድሎ ሓርነት ኤርትራ ነይሩ ኣብዚ እቶም ዝላዕሉ ሰበ ስልጣን ንረክብ ከም በዓል ዓዚን ያሲን፣ ዓብደላ ዓብደላ እድሪስ፣ ስዒድ ሳብር፣ ማቴዎስ ኣብርሃም፣ ግንባር ብዙሓት ሰባት ንረክብ። እቲ ምጅማር ብረታዊ ቃልሲ ይዝንተወና፣ ቃልሲ ኤርትራ ብጎነጽ ከም ተጀመረ ንፈልጥ። ብስሳን ሓደን ተጀሚሩ ከርተት እናበለ፣ ኣብ ቅያዳናይ ዓማ ድሕሪ ክፍልታት ዘመነ ክፍልታት ኣብ ቅያደል ዓማ ከም ዝበጽሔ ኣብ ሱሳን ሸውዓተን ማለት እዩ ቅያደል ዓማ ቅያደል ዓማ ማለት ጠቅላሊ መርሕነት ማለት እዩ ኣብዚ ውን ክሳብ ባዕል ኢሰያስ ከም ዝነበሩ ተኻፊሎም ኣብቲ መርሕነት ኣባል ከም ዝነበረ ክሳብ ናብ ቻይና ኮርስ ዝኸድሉ እዋን ኣብቲ ግዜቲ ከም ዝነበረ ድሕሪኡ ናይ ሱሳን ትሽዓተን ጉባኤኣ ዶብ ሓመጽእ ድሕሪኡ እቲ ምፍንጫል ዝበሃል ብስሩ ብመሰረቱ ህዝባዊ ሓይልታትን ተጋድሎ ሓርነት ኤርትራን ዝተፈጠረሉ ማለት እዩ። ሰልፊ ነጻነት ናይ በዓል ኢሰያስ፣ ዑበሊን ህዝባዊ ሓይልታት እና እንዳ ሰቤ ኣብ ሓደ ቅድሚ ክሓብሩ ከለዉ ቀዳማይ ሃገራዊ ጉባኤ ግበር። እዚ ቀዳማይ ሃገራዊ ጉባኤ ዝተገብረሉ ምክንያት እንታይ እዩ? ኢሰያስን ብጾቱን ናይ ሃይማኖት ወጽዓ፣ ስለ ዘለዎም ብምርድዳእ ተገይሩ ናብ ውድቦም ከም ዝምለሱ በዓል ዑበሊ ግን ከም ዝህረሙ ይበሃል። እቲ ጉዳይ ከምዚ ኢሉ ይቕጽል፣ እቲ ህዝባዊ ሓይልታት ከኣ ብኸምዚ ዓይነት መንገዲ ይፍጠር። እቲ ካልኣይ ሃገራዊ ጉባኤ እተሳተፍናዮ እምበኣር ከምዚ ኢሉ ዝተፈጥረ ክልተ ውድባት ኣብ ሰብዓን ሓሙሽተን ዝነበረ ተጋድሎ ሓርነት ኤርትራን፣ ህዝባዊ ሓይልታትን እዩ በሃል ተጋድሎ ሓርነት ኤርትራ ኣብ ሰብዓን ሓሙሽተን ቅድሚ ካልኣይ ሃገራዊ ጉባኤ ኣቦ ወንበር እድሪስ መሓመድ ኣደም ናይ ፖለቲካዊ ቤት ጽሕፈት ምክትል ኣቦ ወንበር ሁሪ ተላባይሮ ነይሩ ናይ ህዝባዊ ሓይልታት ከኣ ኣቦ ወንበር መሓመድ ኑር ነይሩ ምክትል ኣቦ ወንበር ዋና ጸሓፊ ከኣ ኢሳያስ ኣፈወርቂ ነይሩ ክሳብ ሰብዓን ሓሙሽተን መንእሰይ በብቕሩብ ዝሓቕፎ ከኣ እዚ ውድብዚ ምእንተ ናጽነት ኤርትራን ምእንተ ሓርነት ኤርትራን በብመዳዩ ኮይኑ ይቃለስ ነይሩ። ኣብ ገገለ እዋን እውን ይራጸምን ውግእ ሕድሕድን ይፍጽምን ነይሩ። ስለዚ ካብቲ ምጅማር ብረታዊ ቃልሲ ዝተራደእና ምፍንጫል ናይዚ ውድብ ኣየሐጎሰናን። ንሓደ ዕላማ ዝወጸወ መንእሰይ ኣብ ሓደ መስዋእትነት ዝኸፍል ዘሎ መንእሰይ ብናይ መርሕነት ስልጣን ቅድድም ወይ ከኣ ሓለፋታት ምድላይ ነቲ ዕድል ናይ ትምህርቱን ናይ ስርሑን ናይ ማሕረሱን መጓስኡን ናይ ቤተሰቡን ንግዱን ጉዳይ ራሕሪሑ በጃ ህዝበይን ሃገረይን ክኽስከስ እየ ዝወጸ መንእሰይ ነንሕድሕዱ ከካሳኽሶ ሕጉሳት ኣይነበርናን ግን ካልእ ምርጫ ኣይነበረን በብዓቕምና እቲ ክኸውን ዝግብኦ ተራዳዲእና ኣጋባብ ናይ ስራሕና ድሕሪ ሕጂ ከመይ ክኸውን ኣለዎ ሕጂ እቲ ሰውራዊ ዝበሃል ነገር፣ እቲ ውጽዓት ደርብታት ዝበሃል ነገር፣ እቲ ማዕርነት ናይ ደቂ ኣንስትዮ ዝበሃል ነገር ካብዚ እዩ እምበኣር ዝበገስ። ካብዚ ስለ ዝተበገሰ እዩ ከኣ እምበኣር ብወገነይ ካብቲ የማነ ገብረሚካኤል ዝደረፎ እዚ ኣዋልድ ሓግዛና ዝብል እዚ ንማዕርነት ዝምልከት እዩ። ሓንቲ ኢድ በየን ኣይተጣቕዕን እያ። ሓንቲ ኢድ በይና እንድሕር ኮይና ትርጉም የብላን እታ ካልኣይቲ እንድሕር ተንኪፋታ ግን ድምጺ የውጽእ ከም ቁጽሪ እንድሕር ሪኢናዮ ሕብረተሰብ ናይ ኤርትራ ዳርጋ ሓምሳ ሓምሳ ካብ ሚእቲ እዩ እምበኣር ማዕርነት ደቂ ኣንስትዮ እንድሕር ዘይተረጋጊጹ ደቂ ኣንስትዮ ንሰውራ ውን እንተድኣ ደይሓቂፎንኦ እቲ ሰውራ ክዕወት ኣይኽእልን እዩ ስለዚ ማዕርነት ደቂ ኣንስትዮ ዝረጋገጸሉን ደቂ ኣንስትዮ ዝትስኣሉ ብልሓት ተፈጢሩ እታ ቀዳመይቲ ድርሰተይ ኣብዚ እንታይ ዝጽሕፋ የማነይ ኣብ ሲነማ ኦድየን ቦግዕ ዝደረፋ ኣዋልድ ሓግዛና እትብል እያ ኣዋልድ ሃገረይ ኩልኽን ደቂ ኣንስትዮ ኣብ ስራሕ ተኻፈላ ኣብ ዝኾነ ዕዮ መሰል ኣለክን ማዕረ ደቂ ተባዕትዮ ኣብ ቆላን ኣብ ደጋን ኪዳ ተመላለሳ ኣብ ከተማ ስርሓ፣ ኣብ በረኻ ሕረሳ፣ ውግእ'ውን ተመሃራ እምባታት ጠሓሓሳ ዝብል ንባዕሉ እቲ ንተኣከብ ትብል ትያትር ኣብ ሜዳ ኣብ ዓሰርተታት ኣሽሓት ሰራዊት ዝተርኣየላ ነቶም ውጹዓት ደርብታት ወይ ከኣ ነቲ ውጹዕ ብሄራት ኤርትራ እተመልክት ከም ቁጽርን ድሕሪኡንያውን ንኣውራጃታት ተመልክት ሰራሕተኛ ተምሃራይ፣ ጓል ኣንስተይቲ፣ ሓረስታይ፣ ቀሺ፣ ሸኽና፣ ብርጅዋ፣ ወተሃደር፣ ኣደ ዝሓቖፈ እዚኦም እዮም እቶም ውጹዓት ደርብታትና። እዚኦም ንሓንቲ ሃገሮም ከመይ ገይሮም ይቃለሱ፣ ንሓንቲ ኣዲኦም ከመይ ገይሮም ይዓቕፉ፣ እቲ ዝተዋህበ ኣስተምህሮ ዳርጋ እቲ ብኣሽሓት ናብ ክልቲኤን ውድባት ናብ ህዝባዊ ሓይልታት ትኹን ናብ ተጋድሎ ሓርነት ኤርትራ ውሕዙ ዝነበረ እቲ ኣብ ዝሓለፈ ሰሙን እቶም ዝተፈላለዩ ዕዱማትን ፖለቲካዊ መርሕነታትን በቲ ኪነ ጥበብ ዘቕርቦ ዝነበረ ምርኢታትን ታሪኻዊ ደርፍታትን ክሳብ ክንደይ ድንፉዕ ስራሕ ይስራሕ ከም ዝነበረ ተገሊጹ እዩ። እዚ እዩ ኸኣ እምበኣር እቲ ካልኣይ ጉዕዞ ናይ ሱዳን ከምቲ ናይ ኢትዮጵያ ዓቢ ውጽኢት ዝነበሮ ምስቲ ሰውራ ነቲ ኣጋባብ ስራሕናውን ሰውራዊ ንክኸውን ዘኸኣሎ። እዚ
ድምጺ ራድዮ ኤረና እዩ። ኣብ ድምጺ ራድዮ ኤረና ኢና ዘለና ክቡራት ተኸታተልቲ መደብ። ክሳብ ሕጂ ዕላል ምስ ክቡር ሓውና ይትባረክ ገብረትንሳኤ ክጋብዘኩም ጸኒሐ ማለት እዩ። ሰዓተይ ስለ ዝኣኸለት እቲ ሳልሳይን ናይ መጨረሻ ክፋልን ኣብ ዝመጽእ ዘሎ ቀዳም ክጋብዘኩም እየ ማለት እዩ። ብዝተረፈ ብሽመይን ብሽምኩምን ብሽም ኣዳለውቲ ድምጺ ራድዮ ኤረናን ንይትባረክ ዓብ ምስጋና ጸሓዮ እናበልኩ ቁጸራና ኣብ ዝመጽእ ዘሎ ቀዳም ኮይኑ ንዅልኹም ኣፍቀርቲ ሙዚቃ ድማ ጽባሕ ከምቲ ልሙድ መደብ ምዝንጋዕ ሙዚቃ ሽኮር ይናታት ከም ዘሎ ኣይትሓትዎ እዚ ተረታ ሳብ ሕጂ ትዕግስቲ ጌርኩም እንታይ ጸናሕኩም እናመስገንኩ ካብ ጽባሕ ንራኸብ ብሩኽ መዓልቲ ባርከት ይትባረኽ ሓቢቢ ቁርብ ሕጂ ናብ ናይ ሜዳ ብረታዊ ቃልሲ ክንምለስ መጀመርያ ናብ ሜዳ ተጋድሎ ሓርነት ኤርትራ ዝወጻኻላ ከመይ ተሰሚዑካ? ማለትሲ እንታይ ኣጓኒፉካ? ሰውራ እንታይ ይመስል ነይሩ? ካልኣይ ሃገራዊ ጉባኤ ተጋድሎ ሓርነት ኤርትራኸ ከመይ ሓሊፉ? ስለምንታይከ ሜዳ ተጋድሎ ሓርነት ኤርትራ ገዲፍኩሞ ወጺኹም? እዚኤንዶ መብራህካለይ? ዝኸበርካ ዮናታ መጀመርያ መዓልቲ ንሜዳ ዝወጻእኩላ ከመይ ተሰሚዑኒ? ከምቲ ኣቐዲመ ዝገለጽኮ ኣብቲ ዝሓለፈ ሰሙን ኣባላት ኪነጥበብ ማሕበር ትያትር ከዋኽብቲ መርሓባን ማሕበር ትያትር ዕንበባ ሃገር ቬኑስ ባንድን ብሓንቲ ማኪና ናይ ደርጊ ክወጹ ከለዉ ኣነን የማነይን ኢና ተሪፍና ኣነ ኣብ ዓሰብ ብጉዳይ ስራሕ ከይደ ከለኹ የማነ ክጽበየኒ ጸኒሑ። ዝኾነ ኮይኑ እቲ ኩነታት ሕማቕ እዩ ነይሩ። ድሮ ደርጊ ምውጻእ ናይ ኪነ ጥበባውያን ፈሊጡ ብራድዮ እንታይ እናበለ ከእውጅ ጀሚሩ፣ ማሕበር ትያትር ኤርትራ፣ ብወንበዴታት ተታሊሎም ነጻነት ኣኸቲልና ክንምለስ ኢና ኢሎም ወጺኦም ኣብ ፈቐዶ በረኻ ተዛሕዚሖም ተሪፎም ዝብል ብሬድዮ ናይታ ሕነ ሕነ ናይታ ላንድሮቨር ዝተወስደት ብዙሕ ጓሂ ነይሩ ኣዊጁ እዩ። ስለዚ የማነ ክጽበየኒም ዝጸንሐ ካብ ገዛናን ካብ ገዝኡን ርሒቕና ኣብ ሓደ ዝተወሰነ ቦታ ተራኺብና ምሉእ ለይቲ ከነዕልል ሓዲርና ንጽባሒቱ ማለትዩ ኣጋምሸት ገዛና ገይርና ምስ ክልተ ብጾትና ኣዕሩኽትና ዝነበሩ ንሜዳ ወጺእና ዕለት ዕስራን ትሽዓተን ወርሓ ሓደ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት ፈረንጂ ኣብ ሃዘጋ ኣብ እንዳ ራእሲ እንዳ ራእሲ ወልደሚካኤል ካብ ኣባላት መርሕነት ዓብደልቃድር ሮሞዳን፣ ኢብራሂም ቶቲል፣ ጸሃየ ኒሜሪ፣ ሬድዮ ዝሓዘ ከኣ ምሕረትኣብ ኣልኣዛር ዝበሃሉ ጸኒሑምና። ምስዞም ሰባት እዚኦም ኣነን የማነን ኮፍ ኢልና ነዕልል ኔርና። ኣጋጣሚ እናዕለልና ከለና ዓርቢ መዓልቲ ልክዕ ሰዓት ሸውዓተ ርብዒ ጎደል እዚ ዘይበሃል ተኹሲ ብዝተፈላለየ መኣዝናት ንሰምዕ። ኩልና ንስንብድ ንሕና ኣጋይሽ ስለ ዝነበርና ኣስተብህሎና ኣብ ውሽጢ'ቲ ኣዳራሽና እንዳ ራእሲ ወልደሚካኤል ኢና ኔርና ሀዘጋ። ንሳቶም ብሓቂ ሰንቢዶም ተሲኦም ነቲ ሬድዮ ሒዙ ዝነበረ እቲ ኩነታት ንኸረጋግጽ ደውል እብልዎ ናብ ደናዳይ ደናዳይ ደናዳይ ይብል እዚ ኸኣ ብምስጢር ኣዘራርባ ናብ ናይ ህዝባዊ ሓይልታት ማለት እዩ ይብሎ ሓኹም ዶ ውጺኤን ኣለዋ እየን ድምጺ ኣዛብእ ንሰምዕ ኣለና ይብሎ ንሕናስ ኣይወጻን ኣብ ደንበኤን እየን ዘለዋ ኣሓና ናትኩም ወጺኤን ከይኮኑ ኢና ተጠራጢርና ክንሓትት እናበልና ኢና ንብሎ ኣብዚ እቲ መጀመርያ ማዓልቲ ንሕና ንርዳእ እንታይ እዩ ኣስመራ ብኩሉ ማኣዝና ብተኩሲ ድምጽታት ናይ ረሻሻታት ጠያይቲ ካላሽናት እናተናወጸት ከላ ኣብ ጥቓ ኣስመራ ኣብ ኣፍንጫ ኣስመራ ኮይኖም ዝነበሩ መርሕነት ንኸምዚ ዝኣመሰለ ዘናውጽ ተኹሲ ዘይምስምዖም እቲ ኣብ ነብሶም ዝረኣ ዝነበረ ቁሩብ ጭንቀት ተራእዩና ናይ ግድነት ኮይኑ ሽዑ ብምሉኡ ዳርጋ ክልተ ሚእቲ ዝኾኑ ኣብቲ ከባቢ ሰብ ነይሩ ናብ ዓዲ ንኣምን ክንግዕዝ ዓዲ ንኣምን ምስ ገዓዝና ኣብኡውን ንወተሃደራዊ ታዕሊም ንገድሊ ዝመጹ ብዙሓት መንእሰያት ይጸንሑና፣ ተታሒዝና ንጓዓዝ። ኣብዚ ጉዕዞ እዚ ክሳብ'ቲ ሃምቦል ዝበሃል ቀጨጭ ይበሃል ነይሩ፣ ኣብኡ ብወግዒ ምስ ኣባላት ኪነ ጥበብ ኩሎም ተራኺብና፣ ማለት ዕስማን ዓብደልራሒም፣ ዮኑስ እብራሂም፣ ሱልጣን ያሲን፣ ተወልደ ገብረእግዚኣብሄር፣ ገ፣ ገብረስላሴ፣ ኣሚን ኪታሪስታት ተወልደ ሓጺር፣ መእመር ይስሃቅ ኣብርሃም፣ በሺር ስዒድ፣ ንርኣዮ፣ ተኽሌንኪኤል ገብሩ፣ ስልጣን፣ ንራኸብ። ከምቲ ኣቐዲመ ኣብ ዝሓለፈ ሰሙን ዝጠቐስኩዎ ኣብቲ ኩሉ መዓስከራት መዓስከር ዶክተር ፍጹም ዝነበሩ ዳርጋ ኣርባዕተ ሽሕ ዝኾኑ፣ ካብ ናቫል ቤዝ፣ ኤርፎርስ፣ መምሃራን፣ ኮማንድስ ዝነበሩ ብዙሓት ኢንተሌክቹዋልስ፣ ምሁራት፣ ዝነበሩ ፖለቲካዊ ትምህርቲ ወሲዶም፣ ወተሃደራዊ ትምህርቲ ወሲዶም፣ ንሃገራዊ ነጻነት ንኽብጀዉ ቅሩባት ዝነበሩ ገና ብረት ክዕጠቑ ሃረርታ እንከለዎም ከምኡ ኣብ መዓስክር ባሽሜል፣ ኣሕመድ ፍሩም ዝነበሮ ብሓቂ ፖለቲካዊ ትምህርቲ ወጽዓ ነይርዎም ወተሃደራዊ ትምህርቲ ግን ብሓቂ ብሓቂ ናይ ኮማንዶ ዳርጋ ዝወድኡ ክንብል ንኽእል ኣብ ብዙሕ ወተሃደራዊ ዓወታት ውግኣት በጃ ኤርትራ ዝተሰውኡና ዓበይቲ ዓወታት ዘመዝገቡን ሓያላት ተወጋእቲ ዝኾኑ ከምኡ ክንድኦም ዝኣኽሉ ኣርባዕተ ሽሕ ኣብ የሱፍ ጣህር እዚኦም እውን ወተሃደራዊ ትምህርትን ፖለቲካዊ ትምህርትን ወሲዶም። ኣብዚ እዋን እዚ ምስቲ ርብዳ ኢና ኔርና ንሕና፣ ርብዳ ኣብቲ እዋን እቲ ሄድኳርተር እዩ ኔሩ፣ ብዙሓት ኣጋይሽ ካብ ወጻኢ ዝመጹ ካብ ሃገራት ኣዕራብ፣ ካብ ኤውሮጳ ዝመጹ፣ ካብ ሱዳን ዝመጹ፣ ኣብ ወጻኢ ቤት ጽሕፈታት ሓለፍቲ ዝነበሩ፣ መሪሕነታት ዝተኣከባ፣ ዝተኣኻኸብሉ ዝነበረ ግዜ ምኽንያቱ ጉባኤ ቀራርብ ስለ ዝነበረ። ኣብዚ እዋንዚ ካብ ዘጽናዕናዮ ወይ ከኣ ካብ ዝገምገምናዮ ካብ ሃዘጋ ክሳብ ረብዳ ንበጽሕ ብዙሕ ክንፈልጥ ክኢልና ብዙሕ ክንርዳእ ክኢልና ምስቲ ዝነበረና ኣዋህሊልና ከኣኒ ኣብቲ ውግእ ዝተገብሮ መዓልቲ ዳርጋ ተስዓ ሽሕ ዝኸውን መንእሰይ ወጺኡ ሓዲሩ ካብ ኣስመራን ከባቢኣን ምኽንያቱ ኣደዳ ቅትለትን ማእሰርትን ምስ ኮነት ኣስመራ መንእሰይ በርገገገግ ኢሉ እዩ ናብ ሰውርኡ ወጺኡ ኣብዚ እዋን እዚ ጥርሐን ዝነበራ ህዝባዊ ሓይልታትን ህዝባዊ ግንባርን ማን ፓወር ህዝባዊ ሓይሊ ለይለይ ዝብል መንእሰይ ብኣሽሓት ብኣሽሓት ብኣሽሓት ክንደይ ፍልጠትን ተመክሮን ትምህርትን ዝሓዘ ህዝቢ ናይ ጀብሃ ሽዑ ክፍለ ሰራዊት ዝብሃል ኣይነበረን እቲ ዝለዓለ በርጌድ እዩ ዝብሃል ነይሩ ክልተ በርጌድ ኣብ ሳሕል ነይረን እታ ሓንቲ ብወዲ ሓሰቦ ትምራሕ እታ ሓንቲ ብተስፋይ ተኽለ ትምራሕ ከምኡ ከኣ ናይ ህዝባዊ ሓይልታት እቲ ዝነበረ ሓይሊ ኣብ ሳሕል እዮም ተፋጢጦም ነይሮም። ኣብዚ እዋን እዚ ንሕና ካብ ዝረኣናዮ ኣብቲ ኣከባቢ እንድዒ ደኣ እምበር እቲ ጦር ምስቲ ዝነበሮ ሓይሊ ነፈርቲ፣ ነፈርቲ ውግኣትን መራኽብ ባሕርታትን፣ ታንክታት ኣጋር ውግኣትን ኣየር ወለዳትን ንምድሪ ኤርትራ ጥሒሱ ንሱዳን ንኽበጽሕ እውን ዝጽገሞ ሓይሊ ኣይነበረን። ምኽንያቱ ክከላኸሎ ዝኽእል ሓይሊ ኣይነበረን። ከም ዝረኣናዮ ካላሽናት ሓሓሊፉ ከኣ ኣርበጂታት ጥርጥርጥር ኢልካ እኻ ትርእየሉ እንተዘሎ እቲ በርጌታት ኣብ ሳሕል እዩ ኔሩ ኣብዚ እዋን እዚ ክንደይ ዓድታት ክንደይ ስድራቤታት ክንደይ በተክርስትያናት ክንደይ መሳጊድ ነዲዱ ክንደይ ህዝቢ ከኣ ወጺኡ ዓዲ ብዓዲ ብዙሕ ተጎዲኡ። ኣብዚ እዋን እዚ እቲ ካልኣይ ሃገራዊ ጉባኤ ክበሃል ከሎ እተን ዝጠቐስኮን ኣብዚ መዓስከራት ዝነበረ ሰራዊት ኣብቲ ግዜ እቲ ሓይልታት ናይ ጀብሃ ብ ኣርብዓን ሓሙሽተን ሓምሳ ሰብ እዩ ነይሩ ቁጽሩ ሓደ ሓይሊ እዚ ሓይሊ እዚ ግን ቁጽሪ ህዝቢ ብብዝሒ መጺኡ ዝነበረ ክሳብ ሚእትን ሱሳን ክሳብ ሚእትን ሰማንያን ይበጽሕ ዳርጋ ንባዕሉሲ በጦሎኒ ኣሓደ ሓይሊ ነይሩ ብቁጽሪ እንድሕር ተራእዩ። ኣብዚ እዋን እዚ ግን እቲ ጉባኤ እቲ ኣሰናዳዊ ጉባኤ እንታይ ዝብል ነይሩ እዚ ሓዱሽ ሓይሊ እዚ ኣሽሓት ክጠቕሶ ዝጸናሕኩ ንሃገራዊ መስዋእትነት ተሰሊፉ ክቃለስ ድሉው ኮይኑ ዘሎ ናይ ድምጺ መሳርሒኺ ከይኸውን ኣብዚ ጉባኤ እዚ ኣይሳተፍን እዩ ዝብል እገዳ ይረክብ። ብዙሕ ቃልሲ ይካየድ። መሰሉ ኣይተሓለወሉን። ኣብዚ እዋን'ዚ ካብተን ሽማግሌታት ተዋጸት ሓንቲ ቅልዕቲ ደብዳቤ ናብ መሪሕነት ተጋድሎ ሓርነት ኤርትራ ትዝርጋሕ። እታ ደብዳቤ ካብ ተዘክሮይ እንታይ ትብል፣ እዚ ሎሚ ኣብ ተጋድሎ ሓርነት ኤርትራ ተሰሊፉ ዘሎ ሰራዊት ኣብ ሰለስቲኡ መዓስከር ዘሎ ፖለቲካውን ወተሃደራውን ትምህርቲ ወዲኡ ንኽስዋእ ተሰሊፉ ዝጽበ ዘሎ ኣብዚ ዝካፈል ዝካየድ ዘሎ ጉባኤ መሰሉ እንተድኣ ዘይተሓልይሉ ጽባሕ ንገሆ እዚ ካልኣይ ሃገራዊ ጉባኤ ዘመሓላልፎ ውሳኔ ኣብ ተግባር ውዒሉ ማለት ዘበት እዩ። እዚ ድምጺ ራድዮ ኤረና እዩ። ዝብል ደብዳቤ ተዘርጊሑ እቲ መዓስከራት ተናዊጹ ኣብዚ እዋን እዚ ቁሩብ ኣነ ዕድል እረክብ ምክንያቱ እቲ ኣምቢፋየራት ማይክሮፎናት ስፒከራት ምሳይ ስለ ዝነበረ ነዚ ጉዳይ'ዚ ነዚ ሽግር'ዚ ንኽፈትሕ ሁሪ ተላባይሩ ናብዚ መዓስከራት ይዘውር። ኣብዚ እዋን'ዚ ነዚ ሰራዊት ሰለስተ ካብ ሓንቲ ሓይሊ ዕድል ይወሃቦ። ኣብዚ ብዙሕ ክርክር ይካየድ፣ ጉባኤ'ውን ክቀራረብ ይኣክል መዓልቲ። እንተኾነ ግን ካልእ ምርጫ ኣይነበረን። ሓንቲ ሓይሊ ክንዲ ሓንቲ ቦጦሎኒ ክነሳ ቁጽራ ሰሰለስተ ሰብ ተፈቒድዋ እቲ ጉባኤ። ይግበር። ኣብዚ እቲ ሰራዊት ካብ ዘሕለፎ ለበዋታት መበል ዕስራን ሓደን እንታይ ዝብል ክፍሊ ሙዚቃ ኣብዚ ካልኣይ ሃገራዊ ጉባኤ ተረኺባ ነዚ ናይ ውግእ ሕድሕድ መንፈስ ከቀራርብ ዝኽእል ኣስተምህሮ እናቕረበት ንሳ ብምሉኣ ናብ ጉባኤ ተረኺባ ስርሓ ክትፍጽም ኣለዋ ዝብል ለበዋ ተመሓላሊፉ። በዚ ዕድል'ዚ እታ ክፍሊ ናብ ጉባኤ ትኸይድ። ከምታ ናይ ሓይሊ መጠን ከኣ ሰለስተ ሰብ ንሳ'ውን ዕድል ትረክብ። ካብኣቶም ሓደ ኣነ፣ ካልኣይ የኑስ እብራሂም፣ ሳልሳይ ንጉሰ ሃይለ መንሰዐታይ ምረጽ ማለት እዩ። እቲ ጉባኤ ክጅመር እናተቐረበ ከሎ ኣርባዕተ ነፈርቲ ረኽቦ። እቲ ህዝቢ ከም ድላዩ ሸነን እናበለ ከሎ፣ እዘን ኣርባዕተ ነፈርቲ እናኸዳ እናተመላለሳ እናኸዳ እናተመላለሳ ሓመዱ ንላዕሊ የውጽኦኦ። ግን መሬት ኤርትራ ህዝቢ ኤርትራ ዕድለኛ እዩ መሬት ኤርትራ እዩ ዝዋግኦ። ሚሳይላት እናወደቐ ኣብ ኣኻውሕ ይቕርቀር፣ ኣብ ሑጻ ይሽከል፣ እቲ ፈክረሳት ይረግፍ። ሰብ ግን ደሓን ኮይኑ ግን መርሕነት ናይ ፍጻሚ ሽማግለ ዝነበረ ናይ ማሕበር ሰራሕተኛታት ተጋዳላይ ዓሊ ሕልጢ ይስዋእ ሓደ ገመል ገለ ገባራት ውን ይጉድኡ ካብኡ ግን እቲ ጉባኤ ብለይቲ ንዕስራን ሓደን መዓልቲ ምሉእ ቀትሪ ኣብ ጎዳጉዲ ንውዕል ነፈርቲ ነቲ ጉባኤ ክደልያ ኣርባዕተ ከዳ ኣርባዕተ ክምለሳ እየን ዝውዕላ ክሳብ ጸሓይ ዝዓርባ ቀትሪ ምንም ዓይነት ካብ ቦታ ምንቅስቃስ የለን ሓዊ ምእጓድ የለን ኣብዚ ግዜ እዚ እቲ ጉባኤ በርባዕተ ቋንቋ ግበር ብቋንቋ ትግርኛን ዓረብኛን ትግረን ብቋንቋ ዓሳውርታን ኣብዚ ጉባኤ እዚ ሕጽረት ናይ ንመብራህቲ ነይርዎም እኹል መጉልሒ ድምጺ ኣይነበረን ብናይ ባተርያ መንቆርቆር ጌርካ እዩ እቲ ጉባኤ ዝካየድ ምስቲ ናይ ጸላኢ ዝነበረ ምክትታላት ን ምስቲ ጉባኤኛታት ካብ ወጻእን ካብ ኩሉ ክፍልታት ተወኪሉ ዝመጸን ዳርጋ ትሽዓተ ሚእትን ኣርብዓን ሓሙሽተን ኣባላት ኢና ኔርና ኣብቲ ጉባኤ። ኣብቲ ትርጉም ናይቲ ቋንቋታት ብዙሕ ሰሓቦ ጉተቶ ምሉእ ለይቲ ከርተት ክትብል ይሕደር። ምስኡ ምስ ናይ ደርጊ ምዕባሌታት ብርጅዋታት ሃገራውያን ንዮማ ሃገራውያን ኣይኾኑን ዝብል ክትዕ ዝልዓል ምስኡ እቲ ብሰብዓን ሓሙሽተን ገና ተኹሲ ተገይሩ እቲ ኣከባቢ ዘይፈልጥ ምንባሩ እዚ ኣርእስቲ'ዚ በዓል ሁሪ ኣብኡ ኮይኖም ምስቲ ሰራዊት ብታሕት ታሕቲ እናተራዳዳእኻ ስንቅን ጠያይትን እናተለዋወጥካ እቲ ንድሕሪ ናይ ወክ ዛግር ውግእ ሕድሕድ እቲ ናይ ሕውነትን ናይ ሓባር ዕላማን ቃልሲ ምጭንናው ተጀሚሩ ስለ ዝነበረ ኣብዚ ጉባኤ እዚ እውን ናይ ህብሪ ጉዳይ ይለዓል እቲ ጉዳይ እንታይ እዩ ላዕለዋይ መርሕነት ተጋድሎ ሓርነት ኤርትራ ብኸመይ ምኽንያት እዩ ምስ መርሕነት ጸረ ገድሊ ህዝባዊ ሓይልታት ማለት እዩ ተራኺቡ ዝብል ሕቶ ይልዓል። ኣብዚ እቲ ኩሉ ዝሓለፍናዮ መንገዲ ይበርህ ማለት እዩ። ዝኾነ ኮይኑ እቲ ጉባኤ ሓደ ካብቲ ትጽቢት ዝነበሮ ልዕሊ ኩሉ እንታይ እዩ ነይሩ እቲ ኣገዳሲ እዚ ክልተ ሓይልታት እናተዛመየ ድዩ ክነብር ኣደዳ ባዕዲ ድዩ ክኸውን ንሓደ ዕላማን ንሓደ ሃገራዊ ነጻነትን ዝወጹ መንእሰያት ከም ዓሳ ባሕሪ ነንሕድሕዶም ድዮም ክባልዑ? ኣብዚ ጉባኤ እቲ ዝለዓለ ድፍኢት ዝግበሮ ዝነበረ ስምረት እዩ። ዘይገድስ ካልእ ሓደ ኣካል ከይኮንካ ኣብ ዝብጻሕ ነገር የለን። ስለዚ ኣብዚ እዋን እዚ መርሕነት እቲ ላዕለዋይ ማለት እዩ ኣቦ ወንበር ተጋዳላይ ክቡር ኣቶ መሓመድ እድሪስ ምክትል ኣቦ ወንበር ናይ ፖለቲካዊ ቤት ጽሕፈት፣ ተጋዳላይ ዶክተር ሁዲ ቶላ ባይሩ ናይ ወተሃደራዊ ቤት ጽሕፈት ከኣ ዓብደላ እድሪስ ኮም ወዘተ ወዘተ ትስዓተ ፈጻሚት ሽማግለ ኣርብዓን ሓደን ገድላዊት ባይቶ ዝነበርዎ እዩ። ከምኡ ከኣ ብናይ ህዝባዊ ሓይልታት ከኣ ምክትል ኣቦ ወንበር ኢብራሂም መሓመድ ኑር ምክትል ዋና ጸሓፊ፣ ኢሰያስ ኣፎርቂ ወዘተ ወዘተ ዝነበርዎ እዩ ነይሩ እምበኣር ናብቲ ንጉባኤ ተመሊስና እቲ ጉባኤ እቲ ዝለዓለ ውሳኔ ዘሕለፎ እዘን ክልተ ውድባት ከም ገድልን ጸረ ገድልን ዓማን ምዳዳን ዝበሃሃላ ዝነበራ እቲ ጉባኤ ብደሞክራሲያዊ ኣጋባብ ተጋድሎ ሓርነት ኤርትራ ምስ ህዝባዊ ግንባር ዴሞክራሲያዊ ዘተ ኣካይዳ ስምረት ከተዕቅብ ዝብል ሓላፍነትን ስልጣንን እዩ ለበዋን የሰኩሞ። ኣብዚ ግዜ እዚ እቲ መርሕነት ተቐየር ማለት እዩ። ምክ ኣቦ ወንበር ተጋዳላይ መሓመድ ናስር፣ ምክትል ኣቦ ወንበር እብራሂም ቶቲል፣ ናይ ጸጥታ መልኣከ ተኽለ፣ ወዘተ ወዘተ ኣርብዓን ሓደን ፈጻሚትን ገድላዊት ሽማግለን ይቖሙ። እዚ
ድምፂ ራድዮ ኤረና እዩ። በዚ ሜዳይ እዚ እናተቓለስና ከለና ኣብታ ክፍሊ ንሕና ዝነበርናያ ብዙሕ ሽግር ይፍጠር፣ ነቲ ካብ ደገ ዝመጸ ሕማማት ወገን ዓሌት ንሕና ክንቃለሶ ዝግባእ፣ ኣብ ውሽጥና ነቲ ክፍሊ ንምጥቋስ ብዙሕ ሽግራት ትፍጠር። እቲ ብዙሕ ግዜ ክንደይ ተጋዲልና ንኸንጋድል ዘሕለፍናዮ መከራን ከርተትን ንታሪኽ ገዲፍና ኣብዚ እዋን'ዚ ምስ መርሕነት ብዙሕ ምፍሕፋሓት ይግበር። ነዚ ሽግር'ዚ ንኽፈትሑ መልኣከ ተኽለን ቶቲልን ይመጹ እታ ከፍሊ ኮፍ ትብል። ኣብዚ ብዙሕ ነገር ይፈስስ ንታሪኽ ንገድፎ ማለት እዩ ንሱ ግን እታ ክፍሊ ኣብ ብዙሕ ምንፍሕፋሕ ትወድቕ ኣብዚ ግዜ እዚ እምበኣር ኣነ ይትባረኽ ገብረትንሳኤ ዕስማን ዓብደረሒም ዮኑስ እብራሂም ስልጣን ያሲን መምህር ይስሃቅ ኣብርሃ ተወልደ ገብረስላሴ፣ በሺር ስዒድ፣ ገረጻድቕ በርሀ፣ ኣዜብ ኣስመላሽ፣ ኣበባ፣ ልኡላ፣ ኮይና ካብ ሜዳ ብደሐን እቲ መርሕነት እቲ ጉባኤ ምስ ወደኤ ቀዳማይ ውድባዊ ጉባኤ ንክገብር ኣብ ከሰላ ንከሰላ ኣትዩ ስለ ዝነበረ እቲ ምንፍሕፋሕ ውን ኣብ ዝለዓለ ደረጃ በጺሑ ስለ ዝነበረ ተጋዳላይ ዱሔን ገዲም ተጋዳላይ እዩ። ካብኡ ንሓደ ሰሙን ኣቑሑት መሳርያ ሙዚቃ ኣዐሪና፣ ንሕና እውን ኣዕሪፍና ክንምለስ ንሰሙን ክልተ ሰሙን ፍቐደልና ኢልና ወረቐት ካብኡ ሒዝና ንከሰላ ንኣቱ ማለት እዩ። ከሰላ ኣቲና እታ ንጽዕነት እኽሊ ሒዛ ዝመጸት ትሮሊ ንኸተራግፍ ኣብኣ ተጻዒንና ኢና ንኣቱ፣ መቸም ከሰላ ኣቲና፣ ሓቲትና፣ ተኺልና ቤት ጽሕፈት ናይ ተጋድሎ ሓርነት ኤርትራ ንኸይድ፣ ኣብዚ ቤት ጽሕፈትዚ ተጋዳላይ ጀበዳይ ዝበሃል ይጸንሐና፣ ይርእየና፣ ንሪኦ፣ ገለ ከምዘሎ ንርዳእ፣ ኣብ ኣርኣእያ ማለትዩ፣ ዝኾነ ኾይኑ እቲ መምጺእና ጉዳይ ዱሐን ዝሃበና ወረቀት ንህቦ ማለት እዩ መሰነይታ ንዕኡ ኣንቢቡ ብለና ኣሎ ኣነ ንዓኻትኩም እፈልጠኩም እየ ወሬኹም ብዙሕ ኣለኒ ጉዳይኩም ብደረጃ ፖለቲካዊ ቤት ጽሕፈት ጸጥታን ተታሒዙ እዩ ዘሎ ስለዚ ኣነ እዚ ሒዝኩሞ ዝመጻኹም መሰነይታ ወረቀት ኣይቅበልን እየ ንዓኹም ክቅበል እንድሕር ኮይነ ናይ ፖለቲካዊ ቤት ጽሕፈት ወረቀት እየ ዝደሊ። መን እዩ እዚ ሕጂ?
ጀበዳይ ኦከ። ጀበዳይ ዝተባህለ ናይ ከሰላ ቤት ጽሕፈት ሓላፊ ዝነበረ። ናይ ተጋድሎ ሓርነት ኤርትራ? እወ።
ኣስዒቡ እንኳንዶ ንዓኻትኩም ውን ንብለና ነዞም ውጉኣትን ስንኩላንን ብብዝሒ ዝመጹ ዘለዉ ተጋደልቲ ውን መዕረፊ የብለይን። ይብለና ምኽንያቱ ንኸዶ ቦታ ስለ ዘይበልና ኣምሪርና ምስ ተዛረብናዮ ኣቐየቕብጸና ንወጽእ ሸሻንጣና ሒዝና ናይ ገድሊ ክዳን ኢና ተኸዲንና ፈቐዶ ጽርግያ እናኸድና ከለና ኣጋጣሚ ኣብ ሓደ መንገዲ ሓደ ዓረቢ መሓመድ ያሲን ዝተባህለ ምሳና መጋድልትና ስድራቤቱ ኣብ ከሰላ ዘሎ ንዕረፍቲ ዝኣተወ ትግረ ዝደርፍ ዝነበረ ምሳና ንረክብ ንሕጎስ ምክንያቱ ኣትሊስት ኣብ ሓደ ጉዳይ ከብጽሐና ኢልና ንሰዓዓም እቲ ዘጓነፈና ኩሉ ንነግሮ ድሓን ገዛና እሞ ገፊሕ እንድዩ ንዑናይ ገዛና ምሳይ ሰድራ ውን ብዛዕብኹም እፈልጥዮም ኣዘንትየሎም እየ ይብለና ተታሓሕዝና ገዝኦም ንኸይድ ሓቂ እዩ እቲ ገዛ ገፊሕ እዩ ኣብቲ ካንሸሎ ብዙሕ ዓራታት ነይሩ ኣብኡን ኣዲኡን ኣሕዋቱን ዝጸንሑና ዓበይቲ እዮም ብላታ ማሓመድ ያሲን ይባሃሉ ኣዲኡን ዝጸንሓና ተሳዓዒምና ሰብኣይ ይወጹ ኣይጸንሑን ተመሊሶም ገለ ክልተ ኣባጊዕ ዝኾና ሒዘን መጺኦም እናተጠባበሰ እናተሓራረደ ከሎ እንደገና ይወጹ። ወጺኦም ጉዳይ ነይርዎም ሂፍ እናበሉ ይምለሱ ተመሊሶም ተራኣናዮም ሰብኣይ ውን ደሓን ኣይነበሩም እሂ እንተበልና ጉዳይ ናብ ዝኸፈኣ ደረጃ በጺሑ ምኽንያቱ ንሕና ዘይተረደኣና ኣጋጣሚ እንታይ ኮይኑ ይርከብ እዚ ገዛ ኣቲናዮ ዘለና እንዳ ህዝባዊ ሓይልታት እዩ እዞም ኣቡ ዓረቢ መሓመድ ያሲን ናይ ከሰላ ሓላፊ እዮም። ናይ ህዝባዊ ሓይልታት እዮም ሕጂ ቀጥታ ኣብቲ ጸጥታ ምስቲ ናይ ጀበዛይ ተታሓሒዙ እንታይ ይብሉ ክፍሊ ሙዚቃ ናብ ህዝባዊ ሓይልታት ሰሊማ ይበሃል ኣብዚ ብዙሕ ሽግር ይፍጠር እተን ደቂ ኣንስትዮ ምሳና ዝነበራ ኣብቲ ዝነበረኦ ቦታ ብዙሕ ሽግር ይረኽባ ብዙሕ ምፍርሓት ይመጽእ ንሕና ክንወጽእ ከምደይብልና ብዙሕ ጥንቃቐ ይግበሮ እቲ ገዛ ዝኾነ ኾይኑ ክሳብ ቶም ዝለዓሉ ሓለፍቲ ዝመፁና እናበላዕና እናሰተና መቸም እዩ ብጭንቀት ንፅበ ማለት እዩ ይመፁ ኣበቦከር እቲ ካልኣዩ ስሙ ኣይዝክረን ሕጂ እዚኦም ቶም ዝለዓሉ ሓለፍቲ ናይ ህዝባዊ ሓይልታት እዮም ብወጋሕታ ዝነበረ ባቡር ንፖርትሱዳን ይሰዱና ንፖርትሱዳን ክሰዱና ከለዉ እንታይ እዮም ዝብሉ ህይወትኩም ኣበስጋኢ ኣሎ ጸጥታኹም ሕማቕ ስለ ዝኾነ እዚ ከሰላ ውን ንሕና ይኹንና እንቆጻጸሮ ካባና ንላዕሊ ጀብሃ እያ እትቆጻጸሮ ስለዚ ናብቲ ንሕና እንቆጻጸሮ ቦታ ክንወስደኩም ኢሎም ፖርሱዳን ንኣቱ ፖርሱዳን ኣብ ሓደ ዓቢ ገዛ ንኣቱ ለገሰ ዝብሃል ናይቲ ቦታ ሓላፊ ይጸንሐና ብጽቡቕ ይቐበለና ንሓደ ክልተ ሰሙን ዝኣክል በሊዕና ሰቲና ኣጽሊልና የዕሪፍና ምስ ቀነና ብዙሕ ሽግራት እዩ ነይሩና ሒዝናዮ ዝኣተና ይብለና በሉ ኣዕሪፍኩም ኢኹም ንሜዳ ተበገሱ ብለና ናበይ ሜዳ ናብ ህዝባዊ ሓይልታት ቧእ ንሕና ዝኣ ንሜዳ ክንከይድ መዓስ መጺእና ኣነ ዝፈልጦ ነገር የብለይን ንሜዳ ክስ ከምትኸዱ ጥራሕ እየ ዝፈልጥ ይብለና ንሕና ንሜዳ ክንከይድ ኣይመጻእናን ጸጥታኹም ሕማቕ ስለዝኾነ ኣብቲ ንሕና ንቆጻጸሮ ፖርትሱዳን ክንወስደኩም ኢሎም እዮም ኣምጺኦምና፣ ንዓና ግን ንሜዳ ክትከዱ ኣይበሉናን፣ ንሜዳ ክንከይድ እውን መደብ የብልናን፣ ሜዳ እንዲና ገዲፍና መጺእና ሜዳ እኮ ኣለና ንብል፣ የለን እምበኣር ንሜዳ ዘይትኸዱ እንድሕር ኮንኩም ገዛ ትገድፉለይ ይብለና። ባእ ኣብዚ ክርክር ንገብር ካልእ ምርጫ የለን በል ንብሎ ንሕና ናብ። ክንኸዶ የብልናን ከምቲ ሓለፍቲ ናትኩም ዝበልዎም ውን ሂወትና ኣብ ኣስጋእን ናብ ጸጥታ ሕማቅ ከም ደሎ ድሮ ተነጊሩና እዩ ካብ ኔው ሕጂ ውን ደጊምካዮ ኣለኻ እና ካብዚ ኣፍደገ እዚ ወጺና ዝጓነፈና ነገር ኣይንፈልጥን እና ካልእ መፍትሒ ሽግር ስለ ደይብልና ግን ዋላ ንመንግስቲ ሱዳን ኢድና ክንህብ ኢና ኢልና ኣፍሊጥና ተሰናቢትና ምስ ወጸና ካብ መንገዲ ንጽዋዕ ማለት እዩ ከምዚ ኢልኩም ክትከዱ ከምዚ ኢልኩም ካባና ክትርሕቁ ንሕና ሕልናና ኣይፈቅደልናን እዩ ሓደ መፍትሒ ንግበር ይበሃሉ እቲ ሽግር ንክፍታሕ ኣብ ዘይሓሰብናዮ ካልኣይ ሽግር ኣቲና ማለት እዩ ከም ባልጃታት ኣንጠልጢሎም ክወስዱና እንድሕር ኮይኖም ካሊእ እዩ ወይ ከኣ ጨውዮም ክወስዱና እንተኮይኖም ኣታሊሎም ካሊእ እዮም ብፈቃድና ግን ንሕና እቲ መሪሩና እናመጸና ካብ መቅሎ ወዲቅና ናብ ረመጽ ክንከይድ ምርጫና ኣይነበረን ስለዚ መደብናውን ኣይነበረን። ብመደብ ክትገብሮ ዝብዘይከኣል ነገር የለን፣ ግን መደብ ኣይነበረናን፣ ኣይሓሰብናሉን። በሉ ሓደ ነገር ንግበር እብሉ። እንታይ እቲ ጉዳይ? ካባና ሽማግለታት ምስ መርሕነት ዘራኽቡ ክሰዱ፣ እቶም ዝተረፍና ከኣ ቁሩብ ኣብኡ ኣዕሪፍና ንካርቱም ከብጽሑና። ሕራይ ኢልና ተሰማሚዕና፣ ዮኑስ እብራሂም፣ መምህር ይስሃቅ ኣብርሃ፣ ገብረጻድቕ በርሀ፣ ንሜዳ ምስ በዓል ኢሳያስ ኣፍወርቂ ክራኸቡ ይኸዱ፣ እቶም ዝተረፍና ድሕሪ ቁሩብ መዓልቲ ንካርቱም የብጽሑና። እዚ
ድምጺ ራድዮ ኤረና እዩ። ኣብ ካርቱም ኣልኣሕራሜን ሆቴል ዝበሃል ሻርዒ ጅምሁርያ እዩ፣ ኣብኡ ዓሪፍና ምግብና፣ ሆቴልና፣ ክዳውንትና'ውን ተዋሂቡና ሓቂ ሓይሽ ዓሪቕና ኢና ነይርና፣ ክዳውንትና ተገዚኡልና ኣብኡ ከለና፣ ኣሕመድ ኩሉ ዝተባህለ ናይ ካርቱም ቤት ጽሕፈት ሓላፊ ናይ ተጋድሎ ሓርነት ኤርትራ ይመጽእ ኣብቲ ሆቴል ከለና። ኣብዚ ሆቴልዚ መጺኡ ይብለና መርሕነት ተጋድሎ ሓርነት ኤርትራ ካብ ዒራቕ ኣቦ ወንበር መሓመድ ናስር፣ ኣብደላ እድሪስ፣ እብራሂም ቶቲል፣ ቴሌግራም ሊኢኾም ክፍሊ ሙዚቃ ክፍሊ ባህሊ ካብ ሜዳ ወጺኣ ኣላ ስለ ዝሰማዕና ገለ ሰባት ረኺቦም መሳርሒ ከይገብርዋ ምእንታን ብዝግባእ ሒዝኩማ ከም ትጸንሑ መጺና ባዕልና ሽግራ ክንፈትሖ ኢና ይብሉ እዚ እቲ መልእኽቲ መጺኡ ዘሎ ስለዚ ኣነ ውን ንዓኻትኩም ከም ተጋደልቲ ናይ ተጋድሎ ሓርነት ኤርትራ እየ ዝፈልጠኩም ምሳኹም ኣለና እቲ ሽግሩ እንታይ ኢሉ ንሱ ውን ነቲ መርሕነት ክንጽበ ከም ዘለና ዝኣኽሎ ስንቂ መሻሪፍ ሂቡና ይኸይድ። ኣብዚ ግዜ እዚ ኣብ ካርቱም ናይ ስምረት ጉባኤ ዝበሃል ዓቢ ጉባኤ ይግበር ማለት እዩ። እዚ እዋን እዚ ንህዝቢ ኤርትራ ንሰውራ ኤርትራ ብጣዕሚ ኣገዳሲ እዋን እዩ ነይሩ። ኣገዳሲ እዋን ጥራሕ ዘይኮነውን ብሓቂ እውን ሓደገኛ መድረኽ ሓደገኛ እዋን እዩውን ነይሩ። ከመይሲ እቲ ኣብ ሱዳን ሆቴል ዝተገብረ ናይ ስምረት ጉባኤ ዝበሃል ገለ ብህዝባዊ ሓይልታት ወገን ከም በዓል እብራሂም ሳልሕ ሰበ፣ ኣርበኛ ወልደኣብ ወልደማርያም፣ ተጋዳላይ ደንደን ወዘተ ዝርከብዎም ክኾኑ ከለዉ ብሸነኽ ናይ ተጋድሎ ሓርነት ኤርትራ ከኣ ኣቦ ወንበር ሓመድ ናስር፣ ምክትል ኣቦወንበር ኢብራሂም ቶቲል፣ ናይ ወተሃደራዊ ቤት ጽሕፈት ዓብደላ እድሪስ ዝርከቦ ወዘተ እዩ ተኻይዱ እቲ ጉባኤ። ድሕሪ እቲ ጉባኤ ምስ ምውድኡ ኣዋጅ ይወጽእ። እቲ ኣዋጅ እንታይ ይብል፣ ተጋድሎ ሓርነት ኤርትራን ህዝባዊ ሓይልታትን ሰሚረን እየን። ክሳብ እዚ እዚ ግዜ ዝብል ዝርዝራት ወጺኡ እቲ ናይ ስምረት ኣዋጅ ግን ይወጽእ። ኣብዚ ግዜ እዚ ኣብ ሜዳ ህዝባዊ ሓይልታት እቲ ዝለዓለ ምንቃዕ ይረኤ። እቲ ናይ ሜዳ መርሕነት ማለት እዩ በዓል እብራሂም ዓሊኑር በዓል ኢሳያስ ኣፈወርቂ ናይ ውሽጢ ሜዳ ኮይኖም ነቶም በዓል ተጋዳላይ ሰቤ ደንደን ከኣ ናይ ወጻኢ ቤት ጽሕፈት ተባሂሎም እቲ ናይ ውሽጢ ሜዳ ነዚ ናይ ወጻኢ ቤት ጽሕፈት ዝገበሮ ናይ ስምረት ዘተ ኣይንቕበሎን ኢና ኢሉ ይነጽጎ። ንዓና ኣይውክልን ይብል ምኽንያቱ ንሕና ዘይተሳተፍናዮ ዘተ እዩ ንዓና ኣይምልከትን ኢሉ ይነጽጎ። ኣብዚ ግዜ እዚ ውድብ ናይ ህዝባዊ ሓይልታት ኣብ ክልተ ይነቅዕ። እቲ ሓደ ህዝባዊ ሓይልታት ክበሃል ከሎ እዚ ሎሚ ኣብ ናጽነት ዝበጽሕ ከኣ ህዝባዊ ግንባር ይበሃል። እቲ ህዝባዊ ሓይልታት ናይ በዓል ሰቤ ኣብቲ እዋንቲ ኣዋጅ የውጽእ እቲ ኣዋጅ እቲ እንታይ እዩ እዚ ዘ ናይ ካርቱም ዘተ ናይ ስምረት ዝሓለፈ ናይ ስምረት ውሳኔ እንተደኣ ዘይተቐቢልኩሞ ዕጥቅን ስንቅን ደጊም የለን ይበሃል። እቶም ዝተረፉ ናይ ሜዳ ከኣ ይእውጁ ደጊም ንስኻትኩም ንዓና ኣይትውክሉን ኢኹም ስምና ውን ህዝባዊ ግንባር ሓርነት ኤርትራ እየም ይብሉ ኣብዚ ግዜ እዚ ኣብ ብዙሕ ጸበባ ይወድቁ ዕጥቂ ነበረን ስንቂ ነበረን ብወነገን ተጋድሎ ሓርነት ኤርትራ ከኣ እቲ ሰራዊት ኣብ ልዕሊ መርሕነት ይትንስእ ምኽንያቱ እቲ መርሕነት እውን ኣዋጅ የውፅእ እቲ ኣዋጅ ዘውፅኦ እንታይ እዩ ዝብል ፖለቲካውን ውድባውን ምፍንጫል ይብል ነቲ ናይ ህዝባዊ ሓይልታት ሜዳ ምስ ነፀጎ ነቲ ናይ ወፃኢ ቤት ፅሕፈት ማለት እዩ ክንዲ ናይ ቤት ፅሕፈት ናይ ወፃእን ናይ ሜዳን ዝሪኦ እንታይ ይብል ፖለቲካውን ውድባውን ምፍንጫል እቲ ሰራዊት ናይ ተጋድሎ ሓርነት ኤርትራ ከዓ ነቲ መርሕነት እንታይ ይብሎ ንሕና ንዓኻ ዝሃብናካ ስልጣን፣ ካልኣይ ሃገራዊ ጉባኤ ዝሃበካ ሓላፍነት፣ ምስ ውድብ ህዝባዊ ሓይልታት ደሞክራሲያዊ ዘተ ጌርካ ስምረት ንኽትዕቅብ እምበር፣ ንሓደ ውድብ ዝነበረ ከም ክልተ ውድብ ጌርካ ንኽትርኢ መሰልካ ኣይኮነን ኢሉኻ ይቃወሞ። ኣብዚ ብዙሕ ምንፍሕፋሓት ይፍጠር፣ ብዙሓት ውድባት ክቀላቐላ ይጅምራ፣ ናብቲ ዘሕዝን ጉዳይ ከኣ ወግእ ሕድሕድ ይረኤ፣ እንደገና መሬት ክጭቁ ይጅምር፣ ኣብዚ ግዜ ግን ሓደ ዘሊለዮ ዝሓለፍኩ ዳኤለ ናይ ዘለልኩን ኣብ ጥቕኡ ዘሎ፣ ኣብቲ ሆቴል ከለና ኢብራሂም ቶቲል ናይ ፖለቲካዊ ቤት ጽሕፈት ምክትል ኣቦ ወንበር ይመጸና። መጺኡ ንሕና መርሕነት መጺኡ ነቲ ሽግር ኣብቲ ክፍሊ ባህሊ ክፍሊ ምንቕቓሕ ዝነበረ ክፈትሖ እናተጸበና ከለና መጺኡ እንታይ ይብለና ደጊም ህዝባዊ ሓይልታትን ተጋድሎ ሓርነት ኤርትራን ሰሚረን እየን ኣብ ደገ ንፈትሖ ሽግር ናትኩም የለን ክትኣትዉ ተደሊኹም ማዕጾ ተጋድሎ ሓርነት ኤርትራ ዕስራን ኣርባዕተን ሰዓት ንዓኹም ክፉት እዩ ኣብ ውሽጣ ኣእቲኹም ሽግርኩም ክትፈትሑ ኣሎ ተኺእ ደሊኹም እንተ ደሊኹም ናብ ህዝባዊ ሓይልታት ከድኩም ከኣ ክትስለፉ እንድሕር ደሊኹም ከኣ ክትስለፉ እትኽእሉ ኢኹም ደጊም ሰሚርና ኢና ይብል ንስኻ ሓበሬታ ሂብካ ንየማን ንጸጋም ተዋናጭፈና ንዓኻ እንጽበ ሰባት ኣይኮናን ንሕና ንሕና ዕላማ ኣለና።
እዚ ድምፂ ራድዮ ኤረና እዩ።
ከምቲ ንስኻትኩም መርሕነት ተጋድሎ ሓርነት ኤርትራ ቴለግራም ሊእኩም ንናይ ካርቱም ቤት ጽሕፈት ተጋዳላይ ኣሕመድ ኩሉ ሊእኩም መጺና ሽግርኩም ክንፈትሖ ኢና ስለ ዝበልኩም ሽግርና ንክትፈትሑ ዳኢና ንጽበ ነይርና እምበር እንተደሊኹም ናብ ተጋድሎ ሓርነት ኤርትራ እንተደሊኹም ናብ ህዝባዊ ሓይልታት ምርጫ ሃባኻ ኣይንጽበን እና ንብሎ በዚ ንፈላለ ኣብ ሞንጎ እዚ እቶም ንሜዳ ህዝባዊ ሓይልታት ተላኢኾም ዝነበሩ ይምለሱ ንራሃብ ኣብዚ ከኣ ክልቴና ምግርጫው ንጅምር ማለት እዩ እንታይ ይብሉ ንሕና ንዓና ወኪልኩም ምስ በዓል ኢሳያስ ኣፎርቂ ክንራከብ ሊእኩምና ከተብቅዑ ብድሕሬና ስለምንታይ ከመይን ከ ምስ መርሕነት ተጋድሎ ሓርነት ኤርትራ ተራኪብኩም ዝብል ሕቶ ይለዓል ንሕና ከኣ ንሕና ሕቶ ንከቅርቡልና መጺኦም ዘሕለፍናዮ ውሳኔ የለን ዝገበርናዮ ነገር የለን ንዓኹም ውን ንጽበ ኣለና ንብል ብወገንኩም እንታይ ተገይሩ ንብል ብኢድ ኢሳያስ ኣፈወርቂ እተጻሕፈት ደብዳቤ ይቕበል ማለት እዩ ኣነ ነይረ ናይታ ክፍሊ ዋና ጸሓፊ ካብ ወሽጢ ሜዳ ነንብባ ተጋዳላይ ኢሳያስ ኣፈወርቂ ናይ ስምረት ባምቢልዮ ጠቕምቐና እንታይ ይብል ካብቲ ጽሕፍትኡ ናብ ኣባላት ስምረት ባን ኣቐዲምና ሰውራዊ ሰላምታና ንልእኸልኩም በዚ ኣግሁይ ልበይ ሕጂ ዶ ይሒተካ ኣጎላጉል ኣብ መንጎ ተሪፍካ የሕዝነኒ ንዓይ ምልካምካ ንባዕ ደኣ ሎሚ ምሳይ ኮንካ ጓሂ ልቢ እዩ ዋጋ ዘይምስትውዓል ደኒንካ ምኻድ እዩ ተኸዲንካ ሕፍረት ርእስኻ ኣቕኒዕኻ ምኻድ ዓወት እዩ፣ ናይ ንእስነት ዕዳ ጓሂ ልቢ እዩ እናተበበለ ጓሂ ልቢ ዘርእስቱ ዜማ ዘጻውተና መምህር ኣልኣሚን ዓብደለጢፍ።

ክቡራትን ክቡራንን ተኸታተልቲ መደብና ኣብዚ ሰዓተይ እናኣኸለ ይኸይድ ስለ ዘሎ ብዓቕልን ብትዕግስትን ክትከታተሉኒ ዝጸናሕኹም ክብ ዝበለ ናይ ኣኽብሮት ምስጋናይ እናቕረብኩ እዚ ናይ ሓምሳ ዓመት ኣውቶ ባዮግራፊ ዝሓልፍ ዘሎስ ታሪኽ ስነ ጥበባውያን ኤርትራ ገለ ቁም ነገራት ወሲድኩምሉ ክትኮኑ ተስፋ ይገብር ኣብ ዝመጽእ ዘሎ ሰሙን ሻብዓይ ክፋል ክቐርብ እዩ ዝሓለፈኩም መደባት ኣብ ሲኒትና ዳት ኮም ኣብ ሲኒትና ዳት ኮም ኣብ ኣሰርና ፌስቡክ ኣብ ኣሰርና ዩቱብ ክትከታተሉ ትኽእሉ ኢኹም ምሳይ ግን ኣብዚ ወዲእና ኢና ሰላም ቅነ ይግበረልኩም ብሰላም የራኽበና